ብዙሓት ኣወዳት ዓርስም ብፍቕሪ ጉልባብ ተጎልቢዎም ወይ ደማ ዝጠቕሙኺ ዘፍቅሩኺ ዝፈትዩኺ መሲሎም ኣብ ሂወትኺ ካባኺ ዝደልይዎ ረብሓ ካባኺ ዝደልይዎ ነገር ክሳብ ዝረኽቡ ዘፍቀሩኺ መሲሎም ክቐርቡኺ ይኸእሉ እዮም እዚ ማለት ግን ናይ እማን ኣፍቂርኹምኺ ማለት ኣይኮነይ እትፈልዩሉ መንገዲ ኣሎ ዝተረጋገዐ ሰላማዊ ዝኾነ ሂወት እናመራሕኺ እናሃለኺ ነገር ግን ድንገት ይመጹ እሞ የፍቅረኪ እየ ብልብል ሽፋን ተሸፋፊኖም ንዓኺ እቲ ዘለኪ ሰላም እቲ ዘለኪ ቆንጆ ሂወት ዝርግ ኣቢሎም ዝደለይዎ ጥቕሚ ወሲዶም ይፍለዩኺ። ሰላም ኽቡራት ተኸታተልተይ ሎማዓንቲ ላምቲ ልሙድ ንፍቕራዊ ሂወትኺ ይጠቅም እዩ ኢለ ልሓሰብኽዎ ሓሳብ ሒዘልኪ መፅየ እኒኹ። እዚ ቪድዮ እዚ እስካዕ መጨረሻ ብምክትታል ካብዚ ቪድዮ ተረባሒት ልክትኾኒ ግብዣ እዩ። ልዚ ቻናል ሓዳሽ እንድሕር ኾይንኺ ግን እዛ ቻናል እዚኣ ሰብስክራይብ እላገበርኺ ቤተሰብ ክትኾነንን

በቃ ብቻ ካብዚ ሰብ ረሓቂ ምክንያቱም መዓልትታት እናወሰኹ ምዚ ሰብ እዚ ግዜ ላሓለፍኹ ብልኸድኹ ቁፅሪ እዚ ሰብ እዚ ልበለፀ ጎዳኢ እላኾነ ሃም ልኸድ ከረጋግፀልክ ይደል እየ ምክንያቱም ሓደ ሓደ ሰባት ብጣዕሚ ድራማቲክ እዮም ብጣዕሚ የምስሉ እዮም ብጣዕሚ ኣብ ሂወትኺ

ስለዚ ልደልዮ ነገር በቃ እሱ እዩ ሴክሽዋል ዝኾነ ነገር ይደሊ ካብኡ ለነገለለ እዚ ነገር እዚ ምስ ፈጸምኹም በቃ ዘወር ኢሉ ኣይርእኪ ወይ ድማ በቃ ተሓቕቂፍኩም ህንዲ ምድቃስ ተኸባቢርኩም ህንዲ ምንባር ምንም ቦታ የውሊ በቃ ካባኸ ርሒቑ ይኸድ ብረሓቐ ድማ ኣይድውለልኪ ቸክ ይገብረኪ ምንም ኣይገብረኪ በቃ ግን ምሳኺ ስለ ዝሓደረ ሓደ ሓደ ቴክስት ምናምን ስለ ዝለኣኸልኺ ጀስት ፍቕሪ ክመስለኪ ይኽእል እዩ ነገር ግን ወዲ ከፍቅር ተሎ ሃምዛ ይኾነ እዩ በቃ ናይ እማን ፍቕሪ ትሕዞ ተሎ በቃ ለኣኸ እዩ ትኩረት ልገብር ለኣኸ እዩ ልደሊ ናብ ባዕሉ ክገብረኪ ልፃር እምበይ ዝኾኑ እዚ ስምዒታዊ ዝኾኑ ነገራት ብቻ ኣይኾነ ኢለ ንፀባር ብርግጥ ለፍቀረለ ለኣኸ ይደለይክ እዩ ካባ ክለለዉ ጥቕማ ጥቕሚ ለ ከግን ይደልዩ ምክንያቱም ክቐርበኪ ተሎ ሓፍቱ ክትኾኑ እዮ ይኹን ክልቐርበኪ ነገር ግን ሴክሽዋል ዝኾኑ ነገራት ክትኽልክልዮ ተለኺ ወይ ድማ ኣብ ለይምቸክ ሰዓት ኣይርሕቐኪ በቃ ምንም ነገር ኣይብለኪ እዚ ትና መጀመርያ እዩ እቲ መበል ካልኣይ ለለ ዝደልዮ ነገር ክሳብ ዝረክብ ይንከባኸበኪ የኽብረኪ ፍቕሪ ይበኪ ምናምን ነገር በቃ ብጣዕሚ ብዙሕ ነገር ኣባኺ ኢንቨስት ክገብር ይኽእል እዩ እዚ በቃ ዝደልዮ ነገር ክሳብ ዝረክብ እዩ ዝደልዮ ነገር ምስ ረኸበ ግን በቃ ለኣኽ ለለዎ ነገር ምምንጫቕ ክኾን ይኽእል ወይ ደግሞ ዲስሪስፔክት ክኾን ይኽእል ምንም በቃ ኬርለስ ክኾን ይኽእል ምንም ነገር ኣይገብረልኺ እዚ ልጥቕሙ ጥራይ ስለ ልደለየኪ እዩ ሴክሹዋል ዝኾነ ነገር ብቻ ይኾን ዝኾነ ጥቕሚ ከልየክ ይኽእል እዩ ነው እስኺ ቆንጆ ስላልኾንኺ ወይ ድማ ሃፍታም ስላልኾንኺ ወይ ዝኾነ ካባኺ ልርብሖ ነገር ስለለሎ ብቻ ለኣኺ ኣብዛ ሞመንት እዚኣ እዛ ነገር እዚኣ ክሳብ ልረክብ በቃ ይንከባኸበኪ ትሪት ይገብረኪ ፍቕሪ ይበኪ ምናምን ነገር እዛ ልደለያ ምስ ረኸበ ግን እስኺ ጭራሽ ኣይተግንዩ እስኻ ብል ደለኸዮ ሰዓት ምንም ክገብረልካ ይኽእል እዩ እስኺ ደሊኸ ኣይታግንዩ ወይ ድማ ናትኺ ድሌታት ናትኺ ስምዒታት ኣይሕለውን በቃ ካባኺ ዝደልዮ ነገር እንተረኺቡ ምንም ኣይደልየክን ሪኺ ዝደለየኪ ንዓኺ ንጥቕሚ ብቻ እዩ ኣድላይት ዝኾንክዮ ስለ ልትጠቕምዮ ብቻ እዩ ስለዚ እዚ ሰብ እዚ እቲ ኣባኺ ለሎ ጥቕማ ጥቕሚ እምበይ ልኣኽ ኣይኮነ ይደልዩ ብጣዕሚ ኬርፉል ትኾነ ኔኪ ብጣዕሚ ጠንቃቃ ትኾነ ኔኪ ሃምዚ ዓይነት ሰባት ብጣዕሚ እዮም ለምስሉ ብጣዕሚ እዮም ድራማ ልሰርሑ ብጣዕሚ እዮም በቃ ሃምዚ ሮማንቲክ ልመስሉ እዞም ሰባት እዚኦም ምክንያቱም ኣባኺ ለሎ ነገር ኣብ ኢድኺ ለሎ ነገር ወይ ድማ ኣባኺ ለሎ ረብሓ ክሳብ ለግንዩ ልሰርሐዎ ድራማ ሓቂ ብልመስል ነገር እዮም ለቕርቡልኺ እዚ ለየፍቅር ወዲ ለርእክ ካራክተር እዩ እቲ መበል ሳልሳይ ለለ ፕራይቬሲ ዝኾኑ ነገራት ወይ ደግሞ ናገሉ ዝኾኑ ነገራት ንከይትፈልጢ ይገብረኪ እዚ ማለት ሃመይ መሲልኪ ፌስቡክ ኣካውንት ክህሎ ይኽእል፣ ቴሌግራም ክኾን ይኽእል፣ ዋትሳፕ ክኾን ይኽእል፣ ብቻ ሶሻል ሚዲያኡ ወይ ድማ ናብ ቤተሰቡ ህይወት ወይ ለለ ብቻ ናግሉ ህይወት ናግሉ ህይወት ልከይ ትፈልጥ ይገብረክ ምክንያቱም ካባኸል ደልዮ ጥቕማ ጥቕሚ እምበይ ናትኽ ህይወት ጉዳዩ የኾነ ምክንያቱም ክትፈልጠ ይደሊ ለኣኸል ቆም ነገር ኣይደልየክ ለኣኸል ኣለዎ ነገር ልወረደ እዩ ኣብ ኢድኽ ለሎ ነገር ብቻ እዩ ልደሊ ዝሰብዚ ክነግረኪ ዝሓፍተይ ከምዚ ዓይነት ነገር ትርኢ ተለኺ ራን ኣወይ በቃ ክትሃድምኔኪ በቃ እዚ ሰብ እዚ ኣየድልየኪ ምንም ለኣክል ፍተውዩ ምንም ለኣክል ኣፍቅርዩ ምንም ለኣክል እዚ ሰብ እዚ ድለዩ ግን ኣየድልየኪ ኣነ ሚስጥር ክነግረኪ ምንም የሕመምኺ ምንም ብኸይ ምንም ዋጋ ክፈሊ እዚ ሰብ እዚ ቶሎ እንድሕር ለይ ሓዲክዮ እዚ ሰብ እዚ ሓዲሩ ውዒሉ ጎዳእኺ እዩ ዝኾን ማለት ሕሰብዮ እዚ ሰብ እዚ ንጥቕሙ ኢሉ

ነብስኺ ክተኽብርያ ተለኺ እስኺ ኖ ክትብሊ ተለኺ ኢኺ ሰብ ፈታዊ ክልኹን ሰብ ኣፍቃሪ ክልኹን ሰብ ለኣኺ ኣቴንሽን ልህበኪ ስለዚ ክነግረኪ ከምዚ ዓይነት ሰባት ረሓቕ እዩ እቲ መበል ራብዓይ ለለ ክነግረኪ እዚ ሰብ እዚ ከም ማንኛውም ጓል ይልርእኪ ከም ማንኛውም ጓል ከም ፍቕረኙ ወይ ደግሞ ከም መፃምዱ ምናምን ለይኮነ በቃ ከም ማንኛውም ጓል ኣብዚ ዘመን እዚ ሓደ ነገር ክነግረኪ እዩ ግዴታ ምስ ሓንቲ ጓል ዴት ንምግባር ፍቅረኛኻ ምዃን ኣይጽበያይ ግዴታ ምስ ልኾነት ጓል ተቀራሪብኻ ሻሂ ቡና ልምባል ወይ ደሞ ብሓደ ዴት ልምሕዳር ምናምን ነገር ግዴታ ፍቅረኙ መጻምዱ ክትኾኑ ኣይጽበዩ እዚ ሰብ እዚ ረይ እዚ ግዜ እዚ ብጣዕሚ ብጣዕሚ ወጣት ሰልፍሽ ልኾነሉ ወይ ደሞ ዓርሱ ብጣዕሚ ካብ ሰብ ብላዕሊ ልፎትየሉ ግዜ እዩ እስኺ ፍቕሪ ፍቕሪ እናበልኺ እስኺ እዚ ጠቓሚ እዩ እዚ ፎታዊ እዩ ኣነ ናጋ ክቕይሮ እዩ ኢልኪ ኣብ እትፅዕርሉ ግዜ እሱ ግን ብኣንጻሩ ሃብ ማንኛውም ጓል ላርእየኪ ወይ ለለ ሃብ ማንኛውም ጓል ትሪት ላገበረኪ ጓልነትኺ ዕድመኺ ላተጠቐመልኺ እናሃለ ኣይ ነገ ካስተኻኽሎ እየ ፅባሕ ክሪኦ እየ ዝኾነ ዕድል ክዎ ምናምን ላበልኺ እንድሕር ትዕሸውለኺ ኮይንኺ ክነግረካ ኣነ ማለት እዩ እዚ ሰብ እዚ ልገደደ ልከይክብረክና ልኣኸ ለለዎ ቫልዩ ልክወርድ ካብ ምግባር ሓሊፍክ ምንም ትፍይደ ኣይትኽእል ኣይ ኖው ይፈልጥ እየ ፍቕሪ ይስዕር እዩ ፍቕሪ ተዓዋታይ ልክትኾን ይልገብረካ ፍቕሪ ብዙሕ ነገራት ሃምለ ስተኻኸል ይፈልጥ እየ ግን እዚ ሰብ እዚ ብፍቕሪ ትስዕርዮ ይትኸእል እዩ ምክንያቱም ልቡ ምስ ካልእ ትጓል እዩ ወይ ደሞ ልቡ ኣብ ካልእ ዓለም እዩ ኒሁ እስኺ ኣብ ኢድ ከለሎ ነገራት ሙሉእ ፀንቂቑ ክሳብ ልወስድ ልቐርበኪ ሰብ ልቡ ሓልዩ ልቡ ኬር ገይሩ ልቡ ካባኻ ኣርሒቑ ዝቐርበኪ ሰብ ልቡ ክውንኖ እየ ወይ ደግሞ ብፍቕሪ ክስዕሮ እየ እንድሕር ትብለ ክኾንኺ ዝሓፍተይ ትሽወድ ኣለኺ እዚ ሰብ እዚ ብጣዕሚ መታለሊ ሰብ እዩ እዝና መጨረሻና ዝሓምሻይ ክነግረክል ደለለታዩ ብጣዕሚ ካብቲ ግምት እዮ በላዕሊ ብጣዕሚ ይሕሸወኪ እዚ ሰብ እዚ ለይደልየኪ ኣብ ኢድኪ ለሎ ጥቅማ ጥቅሚ እስካዕ ልወስድ ምሳኪ ልቀርብ ሰብ ተሃልዩ ናመጨረሻ ሓሻዊ እዩ ሕሸቱ ካብ ምንታይ እዩ ልጅምር ተልክኒ የፍቅረኪ እየ ይብለኪ እዩ ኣያፍቅረኪ ግን የፍቅረኪ እየ ክብለኪ ይክእል እዩ ብለይ ብኣኪ ክነብር ኣይክእል ክብለኪ ይክእል እዩ በቃ ምሳኪ እዩ ዓለመይ ምናምን ብዙሕ ነገር ክነግረኪ ይክእል እዩ እዚ ሕሸቱ እዩ ወይ ድማ ንኣኺ ኣብ ኢድኪ ለሎ ነገር ክሳብ ልወስድ ልፈጥሮ ድራማ ልፈጥሮ ነገራት ናብ ማን ልመስሉ ነገራት እዮም እዚኣቶም ካብኡ ለለ እቲ ልገደደ ልበሃል እቲ ፍቕሩ ብናምኑ ኣብ ውሽጡ ለሎ ስምዒት ከይትፈልጥዮ ስለ ልደሊ ልበለጸ ልክትሽወዲ ድራማ ይሰርሕ ኣብ ልዕሌኺ ዩሲ እዚ ሰብ እዚ ብሕሾት ብጣዕሚ ብጣዕሚ ማስተር ለሎ ፒኤችዲ ለሎ ዓይነት ሰብ እዩ ምንም ተገበርኪ ክትፈልጥዮ ኣይትኽእሊ ግን እዞም ኸዚ ልነግረኪ ኣለኹ ምልክታት እንድሕር ትርኢ ኣላ ክኾንኺ እመንኒ እዚ ሰብ እዚ ምንም ከይገበረ ብዙሕ ነገርኺ ከይበላሸ ዕድመኺ ዕድልኺ ቻንስኺ ወጣትነትኺ መልክዕኺ ከይወደልኺ ግዜኺ ከያባኸነልኺ ተትረሕቕዮ ይመኽረኪ ምክንያቱም ጓል ኢኺ ምክንያቱም ፅባቕኺ ከድልየኪ እዩ ምክንያቱም ዕድመኺ የድልየኪ እዩ ምክንያቱም ሎማዓንቲ ምስኡ ግዜ ላሕለፍኺ ተሕልፍዮም ዕድላትና ተሕልፍዮም ቻንስታት ብምሎም ፅባሕ ክድገሙ እዮም ማለት ኣይኾነይ ሎማዓንቲ ለኣኽ ሒዛልክልኺ ትመጽእ ነገር እዛ ሎማዓንቲ እዚኣ ልምጸእትልኺ ነገር ጽባሕ ተምጸእልኺ እያ ማለት ኣይኮነ ሎማዓንቲ ልመጸት ናሎማዓንቲ እያ ጽባሕ ድማ ጽባሕ ናባዕላ እያ ስለዚ ክነግረኪ እዞም ቻንስታት ብለይጠቅም ወዲ ሪጀክት ኣይትግበርዮም ዕድልካ ኣይታበላሽ ህይወትኺ ኣይታበላሽ ናሎም መዓንቲ ሓሳበይ እዚ ነይሩ ክሳብ መወዳእታ ምሳይ ስለ ዝፀናሕኽን ይቐኒለይ እዚ ቪድዮ እንድሕር ተመቺ ክንኮይኑ ላይክ ሼር ምግባር ከይትርስዓ ልዚ ቻናል ሓደሽቲ ልኾንክን ለለ እዚ ቻናል ሰብስክራይብ ላገበርክን ቤተሰብ ክትኾና ይጋብዘክን ኣለኹ ኣብ ቐጻሊ ቪድዮ ክሳብ ንራኸብ ሰላም ኹናለይ ሰላም